ሰላም ሰላም ክቡራት ሰማዕቲ ናይዚ መደብ ዚ ተኸታተልቲ ካብ እግዚኣብሔር ኣቦናን ካብ የሱስ ክርስቶስ መድሓኒናን ሰላም ንዓኻትኩም ይኹን ኣብ ዝሓለፈ ግዜ ሲኦል ምስ ቀላይ ሓዊ ገነት ምስ ህይወት ዘለኣለም ሲኦል ወይ ቀላይ ሓዊ ንመን እዩ ብዝብል ኣርእስቲ ቀዳማይ ክፋል ከም ዝሓለፍኩ ትዝክሩ ኢኹም ኣብ መጽሓፍ ቅዱስ መዓት ናይ እግዚኣብሄር ክልተ ዓበይቲ መዝጊቡ ኣሎ። እቲ ቀዳማይ ማይ ኣይሂ፣ እቲ ኻልኣይ ድማ ቀላይ ሓዊ። ካብ ማይ ኣይሂ ክሳዕ ቀላይ ሓዊ፣ ካብ ዘፍጥረት ክሳዕ ራእይ ዮሃንስ እምበኣር ኣሕዋተይ እዚ ፈሊጥና ህይወትና ንምፅኣት እተዳለወ ንኣምላኽ ዝበቅዕ ጌርና ኸነቕርብ ንፍርሃት ንምጥንቃቕ ክኾነና ተጻሕፈ ምዃኑ ፈሊጥኩም ነፍሲ ወከፍ ዝሰምዕ ዘበለ ተጠንቂቑ ይስማዕ እግዚኣብሔር ክዛረበና እዩሞ ንጸሊ ቅዱስ ሰማያዊ እግዚኣብሔር ኣቦ ካብ ዘለኣለም ንዘለኣለም እቲ ቅዱስ ስምካ ይባረኽ ስለዚ ህያውን ሓቅን ቃልካ ድማ ተመስገን ንዓና ንምድሓን ወድኻ ሰዲድካልና ካብ ዝመፅእ ቁጥዓ ካብቲ ናይ ዘለኣለም ሓዊ ከነምልጥ መንገዲ ምድሓን ኣዳሊኻልና ነዚ ቀረብካልና ናይ ምድሓን መኣዲ ሸለል እንተልና ግና ንርእስና በዓልና ንኹንን ኣለና ማለት እዩ እሞ ሎሚ ልቦና ክትበና ምሳኻ ክንተዓረቕ መንገድና ከነጸብቕ ህይወትና እግዚኣብሔር ኣምላኽ ንዓኻ ባህ ዘብል ክኸውንሲ በቲ ዘኽእለና ጸጋ ዘድሓነና ጐይታ ናባኻ መጺና ብቕዱስ መንፈስ ተመሊእና ብጸጋ ክንመላለስ ብህይወት ክንነብር እግዚኣብሔር ብምእዛዝ ንዓኻ እግዚኣብሔር ኣምላኽ ከተኽእለና ኣባኻ ንጽጋዕ ኣባኻ ንውከል ኣለና ንዅሎም ዝሰምዑ በዚ ቓል ዝባርኮም ኣጠንቅቆም ምለሶም ኩሉ ክብሪ ድማ ተጠቕሊሉ ንዓኻ ክኸውን ንጽሊ ስለ ዝሰማዕካና ተመስገን ካብ ዘለኣለም ንዘለኣለም ስምካ ይባረኽ ብየሱስ ስም ኣሜን ንባብና ንኣብነት ኣብ ወንጌል ዮሃንስ ካብ ሓምሻይ ምዕራፍ ካብ 24 ክሳዕ 29 ዘሎ እንተንቢብናዮ እንታይ ኢሉ እቲ ንቓለይ ዝሰምዖን በቲ ዝለኣኸኒ ዝኣምንን ናይ ዘለኣለም ህይወት ኣላቶ ኢሉ ህይወት ዘለኣለም ንሱ ካብ ሞት ናብ ህይወት ተሳገረ እምበር ናብ ፍርዲ ከም ዘይበፅሕ ካብ ሞት ናብ ህይወት ምስጋር ኣለ እዩ ናብ ፍርዲ ኣብ ቅድሚ መንበር ፍርዲ ደው ክንብል ኢና ናብ ፍርዲ ከም ዘይበፅሕ ብሓቂ ይብለኩም ኣለኹ ናብ ፍርዲ ክብል ክብል ከሎ ድሕሪ ፍርዲ ዘሎ ቁጣዓ ማለት እዩ ናብ ፍርዲ ከም ዘይበፅሕ ብሓቂ ብሓቂ እብለኩም ኣለኹ እቶም ምውታት ድምፂ ወዲ ኣምላኽ ስምዑላ ሰዓት ክትመፅያ ንሳኻ ሕጃ ኢሉ መንፈሳዊ ሞት ስጋዊ ሞት ክልተ እዩ ብደውና ከለና ብመንፈስ ምስ ኣምላኽ ርክብ ዘይብልና መንፈሳዊ ሞት ኣለና ስለዚ ህያው ዝገብረና ክርስቶስ ጥራይ እዩ እቶም ዝሰምዕዎ ድማ ብህይወት ህያዋን ክኾኑ እዮም ኣብ ህይወት ኣብ ምድሪ ከለዉ ዘለዓለም ህይወት ብክርስቶስ የሱስ ክንቅበል ኢለ ብሓቂ ብሓቂ ብለኩም ኣለኹ ነቦ ብርእሱ ህይወት ከም ዘላቶ ንወዱ እውን ከምኡ ብርእሱ ክትህልዎ ህይወት ሃቦ ወዲ ሰብ ወዲ ሰብ እሞ ክፈርድ ድማ ስልጣን ሃቦ ህይወት ዘለዓለም ዝህብን ኣብ ቅድሚ መንበር ፍርዲ ደው ኢልና ዝፈርደናን የሱስ ጥራይ እዩ ህይወት ዘለዓለም ብየሱስ ክርስቶስ ፍርዲ ብየሱስ ክርስቶስ ኣብ መቓብር ዘለዉ ኩላቶም ድማ ኢሉ ደው ኢሎም ዘለዉ ይኮነን ሕጂ ምውታት ብመንፈስ ኢሉ ሕጂ ሕጂ ግና ብስጋ ከይተረፈ ኣብ መቓብር ዘለዉ ሞይቶም ዘለዉ ኣብ መቓብር ዘሎ ኩላቶም ጻድቃናት ይኹን ሓጣን ድምፂ ድምፁ ዝሰምዑላ ሰዓት ክትመፅያ ሰናይ ዝገበሩ ሕይወት ዘለዓለምሲ ብሰናይ ግብሪ እዩ ዝውዳእ ሕይወት ዘለዓለም ተቐቢለልና ሰናይ ግብሪ ዘይብልና እንተኾይና ኣይንኣቱን ኢና ሰናይ ዝገበሩ እዩ ዝብል ዘሎ ጎይታ እተቐበሉ ጥራይ ኣይኮነን ዝብል ዘሎ ሰናይ ዝገበሩ ናብ ትንሳኤ ህይወት እከይ ዝገበሩ ከዓ ናብ ትንሳኤ ፍርዲ ብድሕሪ ቁጣዓ ኣምላኽ ክወፅኦም እሞ በዚ ኣይትደነቑ ኣይትደነቕ ኣይትደነቕ እዩ ስለዚ ኣብ ራእ ዮሃንስ ምዕራፍ ዕስራ ካብ ዓሰርተ ሓደ ክሳዕ ዓሰርተ ሓሙሽተ ብ ዝሓለፈ ግዜ ዘንበብና እዮ ዓብይ ፃዕዳ ዝፋንን እተቐመጦን ከዓ ረኤኹ ምድርን ሰማይን ካብ ገጹ ሃደሙ ቦታ እውን ኣይተረኽበሎምን ሙታት ድማ ዓበይትና እሽቱን ኣብ ቅድሚ እቲ ዙፋን ደው ኢሎም ርኢኹ ፍርዲ ክቕበሉ መፅሓፍቲ እውን ተገንፀሉ ብዙሓት መፅሓፍቲ ካልእ መፅሓፍ ድማ ተገንፀለ ሓንቲ ሓንቲ መፅሓፍ ሳኸ እዚ እውን እቲ መፅሓፍ ህይወት እዩ እቲ ክርስቶስ ገንሸል ኣምላኽ ተባሂሉ ዝምዝግበሉ መጽሓፍ እዩ እቶም ሙታት ድማ ከምቲ ኣብቲ መጽሓፍቲ ኣብ መጽሓፍ ህይወት ዘይኮነስ ኣብቲ መጽሓፍቲ ብተግባራቶም ዝምዝገበሉ ተጻሒፉ ጸንሐ ከከም ግብሮም ተፈርዱ ባሕሪ ድማ ነቶም ኣብኣ ዘለዉ ምውታት ወፈየት ሞትን ሲኦልን እውን ኣባታቶም ዘለዉ ምውታት ወፈዩ ነፍሲ ወከፍ ከዓ ከከም ግብሮም ተፈርዱ ከለካ ዋላ ኣብቲ ናይ ዘለኣለም ቅፅዓት ኣብቲ ናይ ዘለኣለም ሞት ኣብቲ ናይ ዘለኣለም ፍርዲ ሲ ለካ ኣብኡ ከዓ ከም ግብርኻ እዩ ሞትን ሲኤል እውን ናብ ቀላይ ሓዊ ተደርበዩ እዚ እቲ ካልኣይ ሞት እዩ ማለት ቀላይ ሓዊ ዝኾነ ይኹን ኣብ መፅሓፍ ህይወት ናይ ክርስቶስ ተፃሒፉ ዘይተረኽበ ናብቲ ቀላይ ሓዊ ክድርበ እዩ ኣብ ምዕራፍ ዕስራን ሓደን ከ ካብ ቁፅሪ ሸውዓት ሽዱሽተ ቀፂሉ ከዓ ኢልዎ እዚ ክውን እዩ ኣልፋን ኦሜጋን መጀመርታን መወዳእታን ኣነ እየ ኣነ ንፅምአ ካብዓት ካብቲ ዓይኒ ማይ ህይወት ብኸምኡ ክህቦ እየ ዝፈልፋል ዓይኒ ማይ ክርስቶስ ነታ ሳምራዊት ኣነ ዝህበኪ ማይ ንዘለኣለም ዘየፅምእ ኢልዋ ፈልፋል ዓይኒ ማይ ጸምእ እንተሎ ናባይ ይምጻእ ኢሉ በታ ዓባይ መዓልቲ ጐይታ የሱስ ኣብ ወንጌል ዮሃንስ ምዕራፍ ኣርባዕተ ኣብ ወንጌል ዮሃንስ ምዕራፍ ሸውዓተ ኣብ ወንጌል ዮሃንስ ምዕራፍ ኣርባዕተ ነታ ሳምራዊት ኣብ ወንጌል ዮሃንስ ምዕራፍ ሸውዓተ ድማ ነቶም ክሰግዱ በዓል ዳስ ከብዕሉ ኢሎም ዝመፁ ዝኹሉ ክሰግዱ መፂኦምሲ ምንም ከይረወዩ ከይተሓጎሱ ክምለሱ ምስ ረኣዮም ደንጊጹሎም ካብቲ ዓይኒ ማይ ብኸምኡ ክህቦ እየ እቲ ስዕር ነዚ ክወርሶ እዩ ኣነ ኣምላኽ ክኾኖ ንስውን ውልደይ ክኾነኒ እዩ እቶም ፈራህትን ዘይኣምኑን ፍንፉናትን ቀተልቲ ነብስን ኣመናዝርን ጠንቆልትን መምለኽ ጣዖትን ብዘለዉ ሓሰውትን ግና ግዲኦም ኣብቲ ብሓውን ዲንን ዝነድድ ቀላይ እዩ እዚ እቲ ካልኣይ ሞት እዩ በለኒ ካብዚ ካልኣይ ሞት ክንድሕን ጎይታ ይፅዋዓና ኣሎ ስሞ ማያሂ ኣብ ምዕራፍ ሽዱሽተ ዘፍጥረት ኣሎ ካብ ዘፍጥረት ከይወፃኻ ኣብ ዘፍጥረት ዓሰርተ ትሽዓተ ከዓ ኣብ ሰዶምን ጎመራን ሓውን ዲንን መን እግዚኣብሄር ካበይ ካብ ሰማይ ኣብቲ ኸ ኣብዚ መጨረሻ ቀላይ ሓዊ ሓሶኹ ዘይመውት ዕረብቲ ዘይብሉ ገለ ሰባት ሰሚዕኩም ኣለኹም ሲኦል ከይተረፈት ሰንበት ተዕርፍ እያ ዝብል ሓሶት ሓሶት እዩ ኪንያው ፅሑፍ እዮም ዝዛረቡ ዘለዉ ኣብ ርኣ ዮሃንስ ምዕራፍ 14 ቁፅሪ ዓሰርተ ንሱ ድማ ካብቲ ኣብ ፅዋ ቁጥዑ ብዘይ ምሕዋስ እተቐድሐ ወይ ንመዓት ኣምላኽ ሰቲ ክሰቲ እዩ እቲ ነቲ ኣራዊት ሰገደ እንታይ ኢሉ ሽዑ ትኪ ስቃዮም እውን ዘለዓለም ዓለም ይወፅእ እቶም ነቲ ኣራዊትን ንምስሉን ዝሰገዱ ዘለዉ ዝሰግዱ ዘለዉ ሓደ እኳ ማሕቶም ስሙ እንተተቐበለ ለይትን መዓልትን ዕረፍቲ የብሎምን እቶም ንትእዛዝ ኣምላኽን ንእምነት የሱስን ዝሕልው ቅዱሳት ከዓ ትዕግስቶም ኣብዚ እዩ ዘሎ በለ ዕረፍቲ የለ ስሙ ጋነብሳት ቀላይ ሓዊ ዝተፈላለየ ሽም ከም ዘለዎም ኣብ ዝሓለፈ ግዜ ገሊፀ ነይረ እንታይ እንታይ ተባሂሎም ናይ ዘረኣንም ነውርን ሓፍረትን ተባሂሎም ኣብ ኤርምያስ 23 ኣብ ዳንኤል 12 ናይ ዘለኣለም ሓዊ ኢልዎ ግብሪ ሃዋርያት 25 ባ ማቴዎስ 25 ይቕሬታ ናይ ዘለኣለም ስቓይ ኢልዎ ኣብኡ ኣብቲ ማቴዎስ 25 ናይ ዘለኣለም ጥፍኣት ኢልዎ ኣብ ካልኣይ ተሰሎንቄ ምዕራፍ ሓደ ናይ ዘለኣለም ሞት ኢልዎ ራእይ ዮሃንስ ምዕራፍ ዕስራ ዕስራን ሓደን ዘንበብናዮ ናይ ዘለዓለም ሞት ካልኣይ ሞት እሞ ንመን ይዳልይዎ ኣብ ዝሓለፈ ትምህርተይ ካብ ተዛረብኩ ንሰይጣንን ንመላእኽቱን ሰይጣን ስለምንታይ እዩ ኣብኡ ተፈሪድዎ ዓማፂ ፀረ ኣምላኽ ፀረ ክርስቶስ ስለ ዝኾነ ሕጊ ኣምላኽ ዘፍረሰ ሓጢኣት ዝለማመድ ንሓጢኣት ዝገብር ካብ ዲያብሎስ ይብለካ ኣለኹ ብሓጢኣት ትመላለስ ናይ ዲያብሎስ ኢኻ ናይ ዲያብሎስ ኢኺ ኣነ ኣይኮንኩን ዝብል ዘለኹ ቀዳማይ መልእኽቲ ዮሃንስ ምዕራብ ሰለስተ ቁፅሪ ሸሞንተ ሓጢኣት ዝገብር ካብ ዲያብሎስ ኢሉ ወዲ ኣምላኽ ግና ካብ ሓጢኣት ከድሕነና ግብሪ ዲያብሎስ ከፍርስ ተሰቒሉ ናብኡ እንተ መጸና ሓይሊ ሓጢኣት ኣብ ልዕለና ስልጣን ዘይብሉ እዩ ዝኸውን። ክልተ ጎይቶት ክትግዛእ ኣይትኽእልን ኢኻ፣ ወይ ንሸይጣን ወይ ንክርስቶስ። ንመን ጎይታኻ ትገብሮ? ንመን ትግዛእ? ስለዚ ኣስተውዕል ኣስተውዕሊ እሞ ኣብ ማቴዎስ እንታይ ኢሉ ኣሎ? ጋህነብ እሳት ንመን ኣዳልይዎ ንሸይጣንን ንመላእኽቱን እዩ እቶም ዘይሰማዕኩም ስምዑ እንታይ ኢልዎም ነቶም ኣብ ፀጋሙ ዘለዉ ኣብ ቁፅሪ ርብዓን ሓደን ድሕሪ እዚ ኣብ ፀጋሙ ንዘለዉ ይብሎም ኣቱም ርጉማት ካባይ ረሓቑ ናብቲ ንሰይጣንን ንመላእኽቱን ተዳለወ ናይ ዘለኣሎም ሓዊ ደሓር እንታይ ኢልዎ ናይ ዘለኣለም ስቓይ ካ ኢልዎ ትሐት ኢሉ ኣብ ርብዓን ሓሙሽተን ሽዱሽተን እዚኣቶም ናብ ናይ ዘለኣለም ስቓይ ጻድቃን ግና ብመን ጸደቑ ብደሙ ሕድገት ሓጢኣት ረኺቦም ግብሪ ጽድቂ እናገበሩ ኣብዛ ምድሪ እዚኣ ዝመላለሱ እምበር እዚ ካብ ፈለጥካ ወፃኣ ካብ ኣምላኽ ከይትነብር ንሓዋሩ ኣብቲ ክብሪ ዘለዎ ናይ ህይወት መዝገብ ናይ ኣምላኽ ህይወት ተማቓሊ ኮንካ ናይ ኣምላኽ ህይወት ኣይመውትን እዩ እዛ ህይወት እዚኣ ኸዓ ኣብ ካሊእ የላን ኣብ ወዱ ዘስሓቱኻ ንዘመናት ቃል ኣምላኽ ብዘይምፍላጥ ዘዳናገሩኻ ኒዮ በሎም ስሒትካ ኣለኻ በሎም ትሕሱ ኣለኻ በሎም ንስኽን ሃይማኖት ኣይኮነን ዘገድስ ቃል ኣምላኽ ይትሓቂ ሃይማኖት ከ ኣብ ምንታይ ተመስረተ እዩ ኣብቲ ክርስቶስ ተዛረቦ ኣብቲ ሃዋርያ ተዛረቦ እትኮይኑ ክድሐን ኢኻ ካልኦት ኣብ ዝሓንፀፅዎ ንዕኡ እንትስዕብ ክትጠፍእ ኢኻ ዕውር ንዕውር እንተመሪሕዎ ናበይ ይኸዱ ናብ ገደል ናብ ፀድፊ ዝመርሓኪ ዘሎ ጥዑይዲ ዕውር እቲ ዝመርሓካ ዘሎ ጥዑይዲ ዕውር ትጠፍእ ኣብ ሓደ ሰኸራም ኣውቲስኣ ዘለዋ ኣውቶቡስ እንደተሰቐል ትጠፍእ ምስኡ ትጠፍኢ ትጠፍእ እብለካ ኣለኹ ስለዚ እንታይ ኢሉ ኣብ ቀዳማይ መልእኽቲ ዮሃንስ ሓምሻይ ምዕራፍ ቁፅሪ ዓሰርተ ብወዲ ኣምላኽ ዝኣምን ትምስክር ናይ መንፈስ ቅዱስ ኣብ ውሽጢ ኣለዎ እቲ ንኣምላኽ ዘይኣምን ነቲ ኣምላኽ ብዛዕባ ወዱ ንዕኡ ስምዕዎ ኢሉ መስኪሩ እዩ ተዛሪቡ እዩ ንዕኡ ስምዕዎ ንዑ ዘይትሰምዕ ነብሲ ካብ ህዝባ ክትብንቆስ እያ ኢሉ እግዚኣብሔር ኣብ ወንጌል ማቴዎስ ምዕራፍ ሰለስተ ኣብ ወንጌል ማቴዎስ ምዕራፍ ዓሰርተ ሸውዓተ ሕራይ ብዛዕባ ወዱ ዝመስከሮ ምስክር እንተ ደኣ ዘይኣመኖ ንዑ ሓሳዊ ገይርዎ ኣሎ ኣምላኽ ናይ ዘለኣለም ህይወት ከም ዝሃበና ብመን ብየሱስ ክርስቶስ እቲ ምስክር እዚ እሞ እዛ ህይወት እዚኣ ኣብ ወዱ ኣላ ወዲ ኣምላኽ ኣለካ ዶ ኣብ ውሽጢ ክተቐበልኪዮ ዶ ድሓር እንታይ ኢሉ እቲ ወዲ ዘለዎ ህይወት ኣላቶ ወዲ ኣምላኽ ዘይብሉ ህይወት የብሉን ዓሰርተ ግዜ ኣይትሰግድን ዓሰርተ ግዜ ኣይትፀውምን ዓሰርተ ግዜ ኣይትምፅውትን የሱስ እቲ ንሓጥቀድ ሓጢኣትካ ኣብ ቀራንዮ ዝፈሰሰ ደሙ ንዓይ ንሓጢ መሓረኒ ኢልካ ብኡ እንተዘይኣሚንካ ሰብ ብልቡ ኣሚኑ ይፀድቕ ብኣፉ ተኣሚኑ የሱስ ጎይታ ምዃኑ ምስ ተኣመነ ይድሕን ተፃሒፉ ኣሎ ሮሜ ዓስራይ ምዕራፍ ካብ ሽዱሽተ ክሳብ ዓሰርተ ሓደ ወዲ ኣምላኽ ኣለካ ዶ ካብ እተረፈ ገሃነብ ክትኣቱ ኢኻ እምበኣር እቶም ሸውዓተ ነጥብታት ክዛረብ እየ ኣብ ዘመን እዚ ሰባት ብብዙሕ መንገዲ ዘዳናግርሉ ዘሎ ዘመን ገሃነብ እሳት ከም ዘየለ ገይሮም ዝሕብሩኻ ዝሕብሩኻ ወይ ድማ ጥራይ ፍቕሪ ኣምላኽ ለውሃት ኣምላኽ ጥራይ ዝነግሩኻ ቁልጣዓ ከም ዘሎ ዘይነግሩኻ እንተልዮም ትስሕት ኣለኻ የስሕትኻ ኣለዉ ይስሕት ኣለዉ ህራይ እምበኣር ኣብ ዝሓለፈ ትምህርተይ ከም ተዛረብኩ የሱስ እዩ ዓሰርተ ክልተ ግዜ ብዛዕባ ገሃነብ ተዛረብ እምበኣር እዞም ናብ ሲኦል ናብ ገሃነብ ናብ ቀላይ ሓዊ ዝፍረዶም መን እዮም ካብኣቶም ከይትኸውን ርእስኻ መርምር ሸውዓተ ነጥቢ ክዛረበ ቀዳማይ ከምዚ ኣብ መልእኽቲ ዮሃንስ ዘንበብናዮ ከምዚ ኣብ ወንጌል ዮሃንስ ሓምሻይ ምዕራፍ ክልቲኡ ሓምሻይ ምዕራፍ ወንጌል ዮሃንስ ሓምሻይ ምዕራፍ መልእኽቲ ዮሃንስ ሓምሻይ ምዕራፍ ዘንበብናዮ ንወዲ ኣምላኽ እንተዘይተቐቢልካዮ ከም ግሊ መድሓኒኻ ትጠፍእ ህይወታዊ እያ ዘላ ወዲ ኣምላኽ ዘለዎ ህይወት ኣሎ ወዲ ኣምላኽ ዘይብሉኸ ንፁር እቲ ፅሑፍ ሓዲግ መዲግ የለን ኣብዞም ናይ ካቶሊክ ኣብ መንጎ መንግስት ሰማያትን ኣብ መንጎ ጋሃነብሳትን ሓደ መፅንሒ ቦታ ኣሎ ኢሎም ሕሱ ኣቢሎም የለን ትሕሱ ኣለኻ ወይ ዘለዓለም ህይወት ወይ ቀላይ ሓዊ ወይ ሲኦል ወይ ገነት ጥራይ እዩ ዘሎ ኣይትሓሱ ኣይተደናግር ሰብ ንሰብ ዘጥፋእካዮ ዘመን ይኣክል ናብ ሉቃስ እስከ ነንብቦ ቅድሚ እዚ ሸውዓተ ነጥብታት መን ናብ ሲኦል ናብ ገሃነብ ዝኣቱ ሉቃስ ምዕራፍ 16 ሉቃስ ወንጌል ሉቃስ ምዕራፍ 16 እዚ ቃል እዚ ተጻሒፉ ኣሎ እንታይ ዝብል ቁጽሪ ዓሰርተ ትሽዓተ ክሳዕ መወዳእታ ወንጌል ሉቃስ ምዕራፍ ዓሰርተ ሽዱሽተ ካብ ዓሰርተ ትሽዓተ ክሳዕ ሰላሳን ሓደን ከምዚ ይብል ቀይሕ ክዳንን ክቡር በፍታን ዝኽደን ኩሉ መዓልቲ ከዓ እናጋየፀ ዝሕጎስ ሃብታም ሰብኣይ ነበረ ኣልኣዛር ስሙ ድኻውን ብቑስሊ ተወሪሱ ኣብ ኣፍ ደጊኡ ወዲቑ ነበረ ካብቲ ካብ መኣድቲ ሃብታም ዝወድቕ ርፍታብ ርፍራብ ክጸግብ ድማ ሃረር ይብል ነበረ ኣኽላባት እናመጹ ከዓ ቁስሉ ይልሕሱ ነበሩ ኰነ ኸኣ፣ እቲ ድኻ ምስ ሞተ፣ መላእኽቲ ናብ ሕቝፊ ኣብርሃም ወሰድዎ፣ እቲ ሃብታም ከኣ ሞተ፣ ተቐብረ እውን። ኣብ ሲኦል ኣብ ስቓይ ኰይኑ፣ ዓይኑ ቐሕ ኣቢሉ ንኣብርሃም ኣብ ርሑቕ፣ ንኣልኣዛር እውን ኣብ ሕቝፊኡ ረኣዮ። ጸዊዑ ኸኣ፣ እወ ኣቦይ ኣብርሃም፣ በዚ ሃልሃልታ ሓዊ እስቀ ኣለኹ፣ በዚ ሃልሃልታ እዚ እስቀ ኣለኹ እሞ፣ መሓረኒ፣ ኣንፊ ኣጻብዑ ኣብ ማይ ጥዒም ጠሚዑ ልሳነይ ከዝሕለለይ ንኣልኣዛር ስደደለይ በሉ እዚ ኮ ሲኦል እዩ ገሃነብ እሳት ግን ቀላይ ሓዊ ይብለካ ኣለኹ ኣብርሃም ግና ወደይ ንስኻስ ብህይወትካ ኮለኻ ተድለኻ ከም እተቐበልካ ኣልኣዛር ድማ ከምኡ መከራ ከም ጸገበ ዘክር ሕጂ ግና ንሱ ኣብዚ ጸናናዕ ንስኻ ግና ትስቀ ምስናይ እዚ ዅሉ ድማ እቶም ካብዚ ናባኻትኩም ዝሓልፉ ናባኻትኩም ዝሓልፉ ክሓልፉ ዝደልዩ ምእንቲ ከይክእሉ ኣብኡ ዘለዉ ናባና ከይሳገሩሲ ኣብ መንጎናን ኣብ መንጎኹምን ዓብዪ ጋግ ተገይሩሉ ኣሎ በሎ ሽዑ ንሱ ወኣቦይ ኣብርሃም እምበኣርሲ ሓሙሽተ ኣሕዋት ኣለውኒ ገና ዘይሞቱ ንሳቶም ናብዚ ኣነ ዘለኽዎ ስፍራ ስቓይ እዚ ከይመፁ ክምስክረሎም ንኣልኣዛር ናብ ቤት ኣቦይ ክትሰዶ ልምነካ ኣለኹ ክትንስእ ክትንስኣሉ ኣብርሃም ድማ ሙሴን ነቢያትን ኣለዎም መን እንዲኦም ሙሴን ነቢያትን ሙሴን ነቢያትን ዝፅሑፍ እዩ እዚ እዚ መፅሓፍ ቅዱስ ብሉይ ኪዳን ሙሴን ነቢያትን ይበሃል ሓድሽ ኪዳን ከዓ ወንጌላት ይበሃል ሙሴን ነቢያትን ፅሑፍ ምዉት ስለ እተሰይኮንካ ክትምልስ ቅዱስ ጽሑፍ ዝብሎ ዘሎ እመን እመኒ ሙሴ ነቢያትን ኣለዎም ንሳቶም ንዓታቶም ይስምዑ ይስምዑ በሎ ንሱ ድማ ኣይኮነን ኣቦይ ኣብርሃም ካብ ምዉታት ሓደ እንተተንስአሲ እንተኸዶምሲ ክንስሑ እዮም ንሱ ድማ ንሙሴን ነቢያትን እንተዘይሰምዕዎምሲ ካብ ምዉታት ሓደ እንተተንስአ እውን ከቶ ይኣምኑን እዮም በሎም ሎሚ ሞይተ ተስኤ ሲኦል በፂሐ መፅኤ ስለ ዝበለካ ትኣምን ፅሑፍ ዝብለካ ዘይትኣምን ሞይተ ተስኤ መንግስት ሰማያት ኣሎ ዘለኣለም ህይወት ኣሎ ብርሃን ኣሎ ተበለካ ትኣምን ፅሑፍ ዝብለካ ዘይትኣምን ጥዑይ ድኻ ካብ ራእይ ካብ ሕልሚ ካብ ሞይቱ ተሲኡ ዝዛረበካ ካብ ሓሊበ ርኤ እትብል ቃል ኣምላኽ ይዓቢ ስማዕ ኣይትታለል ኣይትታለል እምበር ብዛዕባ ስቃይን ብዛዕባ መፀናንዒ ቦታ ገነትን ጥራይ ተዛሪቡ የሱስ ሳልሳይ ካብ የምፂኻዮ ተስካር ወድ ተስካር ኢልካ ንሰብ ተደናግር ድሕሪ ሞት ፍርዲ እዩ ዘሎ ስማዕ ኣይትሓሱ ዕብራውያን ምዕራፍ ምዕራፍ ትሽዓተ ቁፅሪ ዕስራን ሸውዓተን ንወዲ ሰብ ሓንሳእ ሞት ብድሕሪኸ ፍርዲ ተሰሪዕዎ ኣብ ወንጌል ዮሃንስ ዘንበብነ ኣብ መቓብር ዘለዉ ድማ ክትንስኦም ሰናይን ዝገበሩ ናብ ትንሳኤ ህይወት እከይ ንዝገበሩ ድማ ናብ ትንሳኤ ፍርዲ በዚ ኣይትደንቑ ክልተ ተወዲኡ ትሕሱ ኣለኻ ካልእ መፅሓፍቲ ኣብ መምፅኢኻ ዘየለ ክርስቶስ ዘይተዛረቦ ትዛረብ ክትፍረደሉ ኢኻ ዝወስኽ መዓት ክውስኾ እዩ ዝንኪ በረኸት ጎድሎ እዩ ፅሑፍ እዩ ስማዕ እምበር መን እዩ ናብ ገሃነብ ዝኣቱ ቀዳማይ ናብ ሲኦል ንወዲ ኣምላኽ ዘይቅበል ካብ ላዕሊ ካብ ስጋ ዝተወሊድካ ኣለኻ ካብ ኣምላኽ ብቓል ኣምላኽ ብመንፈስ ቅዱስ ንክርስቶስ ብምቕባል ሕድገት ሓጢኣት እንተ ዘይተቐቢልካ ገሃነብ ክትኣቱ ኢኻ ወዲ ኣምላኽ ዘይብሉ ንፅርቲ እያ ህይወት የብሉ ወዲ ኣምላኽ ዘለዎ ህይወት ኣሎ ተቐቢልካ እየ ዶ ተቐቢልክ እየ ዶ መንፈስ ክርስቶስ ኣብ ውሽጥኻ ኣሎ ዶ ክርስቶስ ምስ ኣተወኮ መንፈሱ ነቲ መዋቲ ስጋኻ መንፈስካ ህያው ይገብሮ ነቲ ጸልመተ እምሮኻ የብርሆ ንሓካ ኣብ ክንዲ ንሓጢኣት ንጽድቂ ትመርጽ ኣብ ክንዲ ንሞት ንህይወት ትመርጽ ኣብ ክንዲ ካብ ሸይጣን ናብ ኣምላኽ ትምለስ ብንስሓ ኣለካ ዶ የብልካን የብልካን ካብቶም ዝኣትው ኢኻ እግዚኣብሔር ተመስገን ይኹን ብስሙን ዝኣምኑ ዘበሉ ውሉድ ኣምላኽ ክኾኑ መሰል ሃቦም ወንጌል ዮሃንስ ምዕራፍ ሓደ ካብ ዓሰርተ ክሳዕ ዓሰርተ ሰለስተ ወንጌል ዮሃንስ ሳልሳይ ምዕራፍ ካብ ሓደ ስጋዕ ሸውዓተ እግዚኣብሔር ይመስገን እቶም ካልኣይከ እቲ ጎይታ ተቐቢሉ ነይሩ ዋላ ጎይታ ተቐበል ዋላ ክርስቶስ ከም ግሊ መድሓኒኻ ተቐበሉ ነገር ግን ንሰብ ፈሪሕካ መስቀል ጸሊእካ ንክርስቶስ ትኽሕዶ ትጠፍእ ነቲ ተቐደስካሉ ደም ኪዳን ተርክስ እንተ ደኣ ኾይንካ ትጠፍእ ብዝተፈላለየ ምኽንያት ኣማኒ ጸኒሕካ ንድሕሪ ትምለስ ትጠፍእ ሳልሳይ እቲ ብስጋዊ ትምኒት ብዓለማውነት ብኹርንኡ ዝሸጠ ኤሳው ክባርኽ ተደልዩ ኣይከኣለን እምበኣር ኣብ ቁፅሪ ክልተ እንታይ ኣለዉ ንጎይታ ተቐቢሉ ዝኸሓደ እዚ እዩ ዘኽሕድ ምኽንያት እንታይ እዩ ንሰብ ፈሪካ ኣብ ቅድሚ ኣምላኽን ኣብ ቅድሚ ሰብን ንኣምላኽ ክትእመኖ እናተገባኣካ ብመን ኢኻ ትኣምን ብየሱስ ኣይትኣምን ኣነ ብኡ ይኣምን እየ ኢልካ ትኽሕድ ይኽሕደካ ንዝኽሕዱኒ ክሕዶም ኢሉ ኣሎ ማቴዎስ ምዕራፍ ዓሰርተ ካልኣይ ጢሞቴዎስ ምዕራፍ ክልተ ካብ ዓሰርተ ክሳዕ ዓሰርተ ሰለስተ እንተ ኸሓድናዮ ግና ክሓደና እዩ ዝብል ፅሑፍ ኣታ ስማዕ ትጠልሞ ጠልመካ ማለት ትኸዶ ይኸደካ ትጠልም ትጠልም ንስኻ ንሱ ግን እሙን ኮይኑ ይፀንሕ ኪዳኑ ይጠልም ገለ ይጠልም እሙን እዩ ቃሉ እሙን ተስፍኡ እሙን ኣይጠልምን እዩ እሱ ተኻድካዮ ግን ይክሕደካ ኣነ ኣይኮንኩን ዝብል ዘለኹ ተደሊኻ ኣንብቦ የሱስ ተዛረቦ ቃል ገሊኹም ብስሕተት ትምህርቲ ሽሒትኩም ኣለኹም እንታይ እዩ ዝብል ዘሎ ትብል ትኸውን ኣነ ጎይታ ዝብሎ እየ ዝብል ዘለኹ እታ ጎይታ ዝብሎ እየ ዝብል ዘለኹ ዝሓብተይ ዝሓወይ ምዕራፍ ዓሰርተ ተምሃራይ ካብ መምህሩ ይበልፅን እዩ ግልያውን ካብ ጎይቱ ይበልፅን እዩ ምስ በለ እምበኣር ከ ዘይቅላዕ ክዱን ዘይፍለጥ ከዓ ስውር የልቦን እሞ ኣብ ፀልማት ዝነገርኹም ኣብ ብርሃን ተዛረብዎ ምስ በለ እንታይ ኢሉ ነቲ ነፍስን ስጋን ኣብ ገሃነብ ክድርቢ ወይ ከጥፍእ ዝከኣሎ ደኣ ኣዚኹም ፍርህዎ እምበር ነቶም ንስጋ ቀቲሎም ንነፍሲ ምቕታላ ዘይከኣሎም ኣይትፍርህዎም ምስ በለ ቁፅሪ 32 ስለዚ ኣብ ቅድሚ ሰብ ንተኣመነኒ ኩሉ ኣብ ቅድሚ እቲ ኣብ ሰማያት ዘሎ ኣቦይ ክእመነ ኣብ ቅድሚ ሰብ ንዝክሓደኒ ግና ኣነ ድማ ኣብ ቅድሚ እቲ ኣብ ሰማያት ዘሎ ኣቦይ ክክሕዶ እየ ዝበለ ኣነ ድ ክርስቶስ እኳ ስለዚ ጳውሎስ ነዚ ክረጋግፅ ኣብ ካልኣይ ጢሞቴዎስ ምዕራፍ ክልተ ፅቡቅ ገይሩ ብርህዎ ኣሎ ኣብ ምዕራፍ ክልተ ካልኣይ ጢሞቴዎስ ኣስተውዕል ሓወይ ኣስተውዕል ሓብተይ እንታይ ኢሉ ነቶም ነቲ ወንጌል ነቲ ከም ወንጌለይ ካብ ዘርኢ ዳዊት ካብ ምውታት ተንስአ ክርስቶስ የሱስ ዘክሮ ብዛዕባኡ ከም ገባር እኩይ ተኣሲረ ኣለኹ ኢሉ ቁፅሪ ዓሰርተ ክልተ እንተተዓገስና ምስኡ ክንነግስ ኢና ምስኡ እንተሞትና ምስኡ ብሂወት ክንነብር ኢና እንተ ክሓድናዮ ንሱ እውን ክኸደና እዩ ንሕና እንተ ጠለምናዮ ግና ንሱ ንርእሱ ክሕድ ኣይከኣሎን እዩ ሞኦም ን ኮይኑ ከዓ ይነብር ስብሓት ንስም ይኹን ስምዓት ሓወይ ትኻልኣይ ኣብ ቁፅሪ ክልተ ዝጠቐስክዎ ኸ ብዝተፈላለየ ምኽንያት ንድሕሪት ተመልሰ ነብሰይ ንድሕሪት ተመልሰ ግና ነብሱ ብሂወት ኣይትነብር ኢና ካልእ ከ ብኽርኑ እሸጠ ኤሳው እብራውያን ምዕራፍ 12 ካብ ሓደ ስጋ 17 ሳልሳይ ነቲ ኣራዊትን ንምስሉን ዝሰገዱ ራእይ ዮሃንስ ምዕራፍ ዓሰርተ ኣርባዕተ ካብ ሽዱሽተ ክሳብ ዓሰርተ ሰለስተ ኣንተወይ ዘንበብነ ራብዓይ ከ ድሕሪ ሽሕ ዓመት ምስቲ ዝተፈትሐ ሰይጣን ንሽሕ ዓመት ተኣሲሩ ጸኒሑ እዚ ምስ ፈትሖ ከምዛ ጥዑያት ጸኒሖም ብበትሪ ሓፂን ክርስቶስ እናጓሰዮም ጥዑያት ጸኒሖም ደሓር ሸይጣን ምስ ተፈትሐ ናይ ልቦም ክግለጽ ምስ ሸይጣን ኮይኖም ነታ ቅድስቲ ከተማ ነቲ ክርስቶስ ዘለዎ ግዝኣት ክወሩ ምስ መጹ ሓዊ ክበልዑ መበል ሓምሻይ ስሙ ኣብ መፅሓፍ ህይወት ዘይተፃሕፈ ዘበለ ብምሉእ ስምኩም ኣብ መፅሓፍ ህይወት ተፃሒፉ ዶ ብየሱስ ኣሚንኩም ዶ ብደሙ ኸኣ ሕድገት ሓጢኣት ረኺብኩምዶ? ዕለት ዕለትከ ብዝተጋገኹሞ መጠን ንዓይ ንሓጥኣን ጸሃኒ ብደምካ ጽሬ እናበልኩም ክዳውንትኹም ትሓጽቡዶ? ካብኡ እተረፈ ገሃነብ ስማዕ ስማዕ እብለካ ኣለኹ ከምታ ክርስቶስ ብእምነት ተቐበልካዮ ብምኽሓድ ከተውጽኦ ትኽእል ኢኻ መበል ሻድሻይ ምስ ዓመፅ ምስ ሓጢኣትካ ምስ እኩይ ግብርኻ ምስ ከተርቲ ምስ ዓመፅቲ ትፀንሕ ገዲኻ ምስ ረሲኣን ክገብሩ እዩ ማቴዎስ ምዕራፍ 24 እንታይ ኢሉ ነቲ ኣገልጋሊ ጎይታይ ድንጉ ዝበለ ገዲኡ ምስ ዓመፅቲ ክገብሮ እዩ እቲ ክፉእ ባርያ ግና ኢሉ 24 ማቴዎስ 48 ብልቡ ጎይታ ይድንጉ እዩ ዝበለ ነቶም ብፆቱ ምውቃዕ ዝጅምር ሰክር ዝበልዕ ሰቲ ጎይታ ነቲ ባርያቲ ንሱ ብዘይተፀበያ መዓልቲ ብዘይፈለጣ ግዜ ክመፅእ እዩ ኣብ ክልተ ክጭንድሖ ዕድሉ ድማ ምስ ግቡዛት ክገብሮ ኣብኡ ከዓ ብክያት ምሕቃም ኣስናንን ክኸውን ኢሉ ስማዕ ስለዚ ምስ ዓመፃኻ ፀንሕ ትጠፍእ ሻውዓይ ብርሃን ወንጌል ብርሃን ሓቂ ብርሃን ፍልጠት ነፂካ ካብ ብርሃን ፀልማት ካብ ፅድቂ ሓጢኣት ትመርፅ በቲ ቀጣን መንገዲ ክትከድ ዝግብኣካ በቲ ገፊሕ ከም ድላይካ ትኸይድ ጐይታይ ጐይታይ ዝብለኒ መንግስቲ ኣምላኽ ዝኣቱ ኣይኰነን ፍቓደይ ዝገብር እምበር ስማዕ ዋላ ኣብ ቤት ኣምላኽ ኣጋንንቱ ጽሑባት ሓዊ ፍቓዱ ዲኻ ትገብር ኣይትገብርን ፍቓዱ ዝገብሩ እዮም ንዘለኣለም መንግስቲ ኣምላኽ ዝወርሱ እምበር እዚ ፈሊጥና በዚ ክንመላለስ ንኣምላኽ ክንነብር ጎይታ ይደግፈና ሮሜ ምዕራፍ ክልተ ካብ ሓደ ክሳዕ ዓሰርተ ሽዱሽተ ንብብኩም ተማሃሩ ናይ ኣብ ሕልናኹም ዘሎ ኹሉ ክትፍረዱሉ ኢኹም ኣብ ውሽጢ ዘሎ ናብ ደገ ዘውፅ ኣምላኽ ኣብ ቅድመና ኣሎ እሞ ንፍርሃዮ ብፍርሃት ንመላለስ ዝወድሓንኩም እግዚኣብሔር ይባርኩም ኣሜን